ሰላም ከመይ ትኾኑ ሌክቸረር ሮቤሊ ሎማዓንቲ ናይ ኮምፒውተር ቱቶሪያል ብትግርኛ ሒዘልኩም ቀሪበ ኣለኹ ናይ ሎማዓንቲ ቱቶሪያል ዝኸውን ከዓ ናይ ኮምፒውተርና ሲሪያል ናምበር ዝገዛእናሉ ከመይ ጌርና ክንፈልጦ ንኽእል ዝብል እዩ ማለት እዩ ሓደ ነገር ኮምፒተር ኩሉ ግዜ ክሽየጣ ተለዋ ብድሕሪ ብታሕቲ ስሪያል ናምበር ፅሑፍ ኣለዎ እዩ ኮይኑ ግና ስሪያል ናምበር ንሱ ብዝተፈላለዩ ኣብ ግዜ ከይዲ ማለት እዩ ክጠፍእ ይኽእል እዩ ወይ ክሃስስ ይኽእል ንምንባር ክኣበየና ይኽእል እዩ ሕጂ ናብ ዝተፈላለዩ ቦታታት ክንከተለና ግን ፍቓድ የድልየና እዩ። ስለዚ ብስሪያል ናምበር ናብ ዝኾነ ምዝጊብና ክንኣቱ ንድሕር ኮይና ስሪያል ናምበር የለን ኣምዝግቡልና እዮም እሞ ስለዚ ስሪያል ናምበር ከመይ ገይረ ይፈልጦ ዝብል ጭንቀት ንዘለኩም ሰባት መፍትሒ ክኾን እዩ። ስለዚ ክትገብርዎ ዝግባኣኩም ብሲኤምዲ ኢና ክንሰርሕ ሲኤምዲ ከመይ ገይርና ንኸፍት ዝብል ከዓ ስታርት ጥቕጥ ኣቢልኩም ሓዙ ካብኡ ኣር ስታርት ከይትሰድዋ ፅቕጥ ኣቢልኩም ሒዝኩም ካብኡ ኣር ትፀቕጡ ማለት እዩ ካብኡ ሲኤምዲ CMD ኢልኩም ትጽሕፉ ኢንተር ሓደ በዚኣ ጌርኩም ምኽፋት ትኽእሉ ኢኹም ካልኣይ መንገዲ ሕጂ እውን ስታርት ጸቕጡ ኢልኩም ትጸቕጥዋ ካብኡ ሰርች ኣብታ ሰርች ነኺእኹም CMD ኢልኩም ምባል ትኽእሉ ኢኹም ካብኡ ክሊክ ትገብርዋ ማለት እዩ ወይ ድማ ሕጂ እውን ስታርት ጸቂጥኩም ናብቲ ኦል ኣፕስ ኬድኩም ካብኡ ንታሕቲ ወሪድኩም ናብ ዊንዶውስ ሲስተም ዝብል ትኸድ ዊንዶው ሲስተም ካብኡ ኮማን ፕሮሞት ዝብል ኣሎ ኮማን ፕሮሞት ንሳ እውን ሕጂ ትንኽኡ ስለዚ ብሰለስተ መንገዲ ምኽፋት ትኽእሉ ኢኹም ካብኡ እታ ሲኤምዲ ምስ ከፈትኩማ እንታይ ከም ትፅሕፉ ዳብሊው ኤም ኣይ ሲ ባዮስ ዴት ስፔስ እናገበርኩም ሲሪያል ኣብ ሲሪያል ናምበር ክፅሕፉ ዘለኹም ግን ብዘይ ስፔስ ማለት እዩ

እዚኣ ትመስል ዳብሊው ኤምኣይሲ ስፔስ ጌርኩም ባዮስ ስፔስ ጌርኩም ጌት ስፔስ ጌርኩም ስሪያል ናምበር ስሪያል ናምበር እዚ እዚ ብሓንሳብ እዩ ማለት እዩ ስለዚ በዚኣ ጌርኩም ስሪያል ናምበርኩም ምፍላጥ ትኽእሉ ኢኹም ሳብስክራይብ ምግባር ከይትርስዑ ላይክ እውን ግበሩ ኮመንት እንድሕር ሃልይኩም ተስተካክሎ ዝግበእን ነገር እንድሕር ሃልዩ እውን ኮመንት ፀሓፍለ ኢኹም ዕርኽትኹም ንክፈልጥዎ እውን ሼር ግበሩ ኢኹም